ሰላም ሰላም ክቡራት ተኸታተልቲ ከመይ ውዒልኹም ሰላም ዲኹም? ኣነ ሰላም እየ ኣምላክ ይመስገን። ከምቲ ኣነ ሰላም ዘለኹዎ ንስኻትኩም እውን ሰላም ክትኾኑ ናይ ኩሉ ግዜ ትንት እዩ ክቡራት ኣሕዋት እምበኣር ከስ ከምዚ እትሪእዎ ኣለኹም ኣብ ዓድና ከባቢ እዩ እዚ እቲ ህዝቢ እዚ እንታይ ይገብር ኣሎ እንታይ ከሎ ሓድሽ ነገር ኩሉ ክነግረኩም እየ ኩልኹም ላይክ ገይርኩም እተው ቤተሰብ ሊኾንኹም ዶ ሳብስክራይብ ነገርኩም ቤተሰብ ሆኖ ማለት እዩ። ከምዚ ትሪኡ ብዙሕ ዝዩ ፀፋዕ ፀግደም ዶሎ ታይ ስሙ ሒዙ ወረቐት ሒዙ ናብቲያ ናብቲያ ናብቲያ ይብሎ ትሪኡ ኣለኹም ብዛዕባ ናይ ገዛ ናይ ቦታ ጎተታም ዝኾነ ቦታ ናይ ሎም ዘበን ጎተታም በቃ ቦታ ማለት ወርቂ ወርቂ ልዘለዓለም ዘይሓስስ ነባሪ ንሓቂ ቦታ እውን ልክዕ ከምኡ እዩ ኮይኑ እኒኦ ሎሚ እና እንታይ እየ ክብል ደልየ ነርማን ትርስተይ ቦታ ከዚ ክትሸጣ ዝሓሰብክን በተለይ ኣብ ከባቢ ኣይናለም ዓዲ ሰለስተ ራንዳ ታሕታይ ሻፋት ሓርጉሸ ኣብዚ ምእኸል በለ ከባቢና እልትሸጣ ልሓሰብክን ኣሕዋተይ ከይትሸጣ ተጠንቀቃ ብለብለ ኣርእስቲ እየ መፅየክን እኒኣኹ እንታይ ኮይኑ እቲ ህዝቢ እንታይ ብምንታይ ምክንያት እዩ ለንሸጣ ኮይኑ ገለታት ትብላ ትኽእላ ኣይክን ብደንብ ገይረ ኣፅርየ ንፅር ብለ ክነግረክን የሕዋተይ መዓረይ በተለይ ዋላ ካብ ዓድ ሰለስተ ራንዳ ሓርቡሸ ገርገምበዝ ኣይናለም እንዳለ ከምኡ ኢሉ ዳግያ ልሎ ቦታታት ካርታ እናወፃኢ ይልርካ ከምዚ ትሪኢ ኣለኸን ኣጋጣሚ እኳ ያው ርእይዎ ፀሓሒፍና ኢና ላረከብና እዚ ትሪኦ ኣለኽን ቦታ ኢተልና ታሕታይ ሻፋት እዩ። ታሕታይ ሻፋት ኣብ ወሰን ኣስፋልት ርእዮ ተስፋልቲ ማሃንድራታት ባጃጅ መኪና ናይቶም ዝሰርሑ ገለታት ብዙሓት ኣለዋ እና ትሕቲ ፅርጋ ታሕታይ ሻፋት ኮይኑስ ትሕቲ ፅርጋ እዩ ልዕሊ ፅርጋ ለለክን ቦታ ገለለ ላፍቲ ግድሚ ገፅ ለለክን ብዙሓት ንኢኽን ብውሽጢ ልትድውላ ኣሎ እዚ ግን ትሕቲ ፅርጋ ኢና ኒዕና ኣብ ትሕታ ሻፋት ማለት እዩ እንታይ ኢና ንገብር ኣለና ቅጥዒ ናይ ቦታ ኩሉ እንዳለ ንኣብነት እግሮ እምበር ከምዚ ቅድም ኢሉ ቀጥዒ ገለታት ፀሓሒፎም ኣረኪቦም ካብኡ ኸዚ ካርታኦም ሒዞም ኒኦው እግሮ እምበር መሽጢ ኩሉ ሃምኡ ኢሉ ማእኸል ማእኸል እንደርታ ኣሎ ማለት እዩ ኣውዚ ኢለ ያው እሱ ወዲኦም ለታሕታሻታትና ለሓርጉሽ ኣይናለም ሸጊሮም እኒኦው ይሰርሕ ኣለዎ መዓንቲ ማለት እዩ እና እንታይ ከም ደልየት ዋና ነገር ቦታ ኸዚ ብጣዕሚ ልሸጥ እምበይ ልልገዝእ እምበይ ልሸጥ ብጣዕሚ እዩ ኪሳራና ከይትሸጣ ይብልክን እየ ካብዚ ቦታ ኣብዘን ዝገለፅኽወን ዓዳት ራንዳ ዓድ ሰለስተ ገርገንበዝ እግሮ ወንበር ኣይናለም ሓርጉሸ ታሕታ ሻፋት ዳግያ ብምሉእ እዚ ዲያስፖራ ሰዓታሪ እኳ ሃምልሎ እንዲዩ ኣውዝታት ከባቢ ልለክን ክትሸጣ ኣለለኽን ቦታ ከይትሸጣ ይፅነሐልኽን ርእዮ ኣስፋልቲ ኢና ኔና ልምንታይ ተልና ካርታ ናይ ሓዘ እዩ ቦታ ካርታ ልሓዘና ካርታ ልሓዘ ሓደ ስለ ዘይሽወጥ ዓቕሊ ዋጋ ለቕሊ እዩ እሞ ሓደ ሓደ እኳ ንኢኽን ብጣዕሚ ሸኩለ ክሸጦ ደልየ ሽጥለይ ደልየዮ ስለ ዝኾንኹ ምናምን ትላ ኢኽን ተደሊኻዮ መቸም

ኣይትሸኩላ ኣምነት ሸጎዳ ዓድና እኳ ንሽተይ ናፍት ከተማ ለይ ምታያ ማየ ማየ ገለ ብጣዕሚ እያ ሽግርቲ የብላይ ብኡታት ኣውኡታት ለለክን መቸም ተደሊኹን ኣዋ ክትሸጣ ትኽእላ ይኽን መቸም ብዓድሱ እውን ብመዓልቱ ናብ ከተማ ተኣትዩ ማይ ተኣትይዎ ገለታት ኣብ ሸጎዳ ኣይርከብ እዩ

ብጣዕሚ ኢኽን ትዕወታሉ ሃመይ ተልኽናኒ ናብ ከተማ ኣተየት እኒኣ ናብ ከተማ ምስ ኣተየ ካብኡ ናብ ከተማ ተኣትዩ ደሞ ግድን እዩ ማይ ክስሓወኩም ግድን ማለት እዩ ከምኡ ስለ ዝኾነ ንእሽተይ ትዕግስቲ የድልየክን ኣሎ የድልየና ኣሎ ቦታ ናይ ምሻጥ ናይ ምሽኳል ኣይሃለወና ልልል ትዕድጋ ግን ኸዚ እዩ ፅቡቁ እምበር ኸዚ ብብጣዊኡ እናኸዱ ብብጣዊኡ እናሓለፉ ከምዚ ትርእይዎ ኣለኹም ካርታ ላወፀ እዩ እግሮ እምበር ወዲኦም ላባና ለኣይናለም ሓርጉሸል ታሕታ ሸፋት ሸጊሮም ኣለዉ ቀጥዒ እናፀሓፍና ነረከብ ኣለና ከምዚ ትርእይና ኣለኹም እዚ ሰርቲፊኬት ናትሸጠ እዩ ካብኡ ክላሰር ይልባል ክላሰር ክላሰርና ናይ ቀጥዒ መፅሓፊ ወረቐት

መንግስቲ ብዙሕ ቆላሕ ማል ስኢንዎኒ እኒኦ ኣውዚ ግን ኣዚ ዝጸዋዕክዎ ጣብያታት ግን ብጣዕሚ ትኩረት ይግበር ኣሎ ካርትኡ ይሕዝ ኣሎ ካርትኡ ምስ ሓዘ ጸርግያታት ክወጽእ እዩ ኣሰራርሓ ፕላናት ኩሉ ነገር ክወጽእ እዩ እና ኣቕሊ ትዕግስቲ ተገይርካሲ ኩሉ ነገር ለይቲ ገበረ እና ለይቲ ተበለ ኣይተርፊ ለይቲ ተስተኻኸለ ማለት እዩ እና ኩራተይ ንምሻጥ ኣይንሸኩል ሎም ኣንቲ እዚኣ ፀሓይ ቃህመና ያልና ናፀሓፍና ናፍቲ ናፍቲና ያልና ኢደ ሌላ ቀረፅኹ ኣጋጣሚ ካብ ፖሊሳት ነይሮም ናፈራሕኹ እየ ክልተ ፖሊስ ነይሮም ናይ ጸጥታ ማሕበረተሰብ ከይበኣስ ገለ ነይሮም እንዳፈራኹ እየ ምቕራጽ ዓድና ምቕራጽ ከምዚ ጌርካ ካብ ዝተሓብየ እዩ ብውሽጢ ከምዚ ትሪኦ ሕውሓት ይመስል ኣትሕት ተቢልሃም ተሓዝኽዋ ሰው ኢለ እናቐረፅኹ በቃ እቲ ልሎ ኩነታት ሲ እቲ ናይ ተነው ስዑዲ ስለ ናይ ቦታ ምሻጥ ስለ ናይ ቦታ ምዕዳግ እስኪ ገለ ክብለን ኢለ እየ ቀሪፀልኩም በይ ከዚ ሓንቲ ሰበይቲ ሓደ ሰብኣየ ተርእኩም እናቐረፅኹም በቃ ብሕጊ ትእሰር ኣለኻ። ድንዛዝያ ዝኾነ ህዝቢ እዩ እኒአና ቁናኩም ህንደይ ሰብ እዩ ህንደይ ዩቱበራት እዮም ዝሕተቱ ህንደይ ዩቱበራት ንምንታይ ቀሪፅኽኒ ኢሎም የትሕዙካ እዮም ብቃ ብፍሉጥ ሲ ፎቶ እንተለዎም ንኻል ቀርፅ ንሕና ብስራሕና ኢና ግን ንሕናስ ልትስዓይ ወይ ልታ ሰበይትስ ብቃ ኾነና ገፆም ክንሕዞ ብፎቶ ብቪድዮ ላመሰሎም ኣብዝኒኦ ክልተ ፖሊስ ትሪኦም ንሃን ከምኡና መሰሎም የብሉ እዮም ብጣዕሚ እዮም ትኹረት መን ፈቒድልኺ ቀረፂ ተቢልኺ ገለታት እታ መቕራፅስ በቃ ዓባይ ነገር መሲላ እያ ትረኦም ብጣዕሚ እዩ ብርቂ ዓድና ቀረፃ ናናሰረቑ ርእዎም እዞም ክልተ ፖሊስ ሰው ዝኒኦ ክልተ ፖሊስ ሰሪቕ የቕርፅ ኣለኹ እዚኦም ባዕሎም ተሪኦም ንደኣ ሓዚንለይ እና ኣሕዋተይ እንታይ እየ ክብለክን ደልየ ዘረባ ከይብዝሓልክን ቦታ ክትሸጣሉ ለኽን ይፅንሓልክን ንእሽተይ ትዕግስቲ ግበራ ኣብ ኩላ ጣብያታት ከርታ ከምዚ ጌርካ ናወፀ እዩ ደሓር ከርታ ምስ ወፀ ዕፅፊ ዕፅፊ ክውስኸልና እዩ ንእሽተይ ንፅናሕ እዩ ተሓፂር መልእኽቲ ናት ቪድዮ ናተይ ኣይትሸኩላ እልቲ ገዝኣ ተሊኽን ግን ከም ዕድል ክንሞክራ ግዝኣ ግን እቲ ናይና እንትንሲ ትኸብር ተሎ እዩ ጣም ጣም ልብል ማንኛው ነገር ዋላ ዕዳጋ ዋላ ቦታ ዋላ ዝኾነ ይኹን ዚ ትኸብር ተሎ እዩ ጣም ጣም ልብል እና ክባር እዩ ቃሕ ልብሎ መስለኒ እቲ ህዝብና ትቀንስ ተሎ ፀጥ እዩ ዝብል ሓው ምስ ኾነት ከዓ እዚኣ ሓለፈት ብዚኣ ብዚኣ ብዚኣ ቀውጢ ትኾን መነት እዩ እና ኣብዚ ክላስ ሰራ ሓሙሽተ ቅርሺ ነበረ ዒስራ ቅርሺ ላሸጥልና እዮም ይርከቡ ኣብ ድኳናት ገለ ዋይ ንብላ ንብላ ዝኾነ ግዜ እዩ እኒኦ ሓሙሽተ ቅርሺ ገዚኤ ላዕሊ ስለለውዚኦም ፀቢሎም ካብኡማ ዒስራ ቅርሺ ዒስራ ቅርሺ እና ዓድና ቅርሺ ገንዘብ ብጣዕሚ እዩ ወረቀት ይኹን ወረቀት እና ተጠንቅቃ ቦታ ከይትሸጣ ካርታ ብብጣዊኡ እና ዘሩ ዝዓደሉ ቅጥዒ እናተፅሓፈት እናተረኻኸበ እዩ ኣዋሳኝ ኣብዚ ቀፅዕታ እዩ ትብል ሓዋተ ምናልባት ዘይትረደእ ክንታለክን ቅጥዒ ማለት ናይ በዓል ቦታ ኣዋሳኝ ልቲ ካርታ ምንተን ብምዕራብ ገጽ መን ኣሎ፣ ብየማን ገጽ መን ኣሎ፣ ብደቡብ ገጽ መን ኣሎ፣ ብምብራቕ ገጽ መን ኣሎ ኢልኻ እዚ ኣዋሳኛት ስም ናይ በዓል ቦታ መሰኻኽር ቦታኻ ከም ዝኾነ መሰኻኽር ስልኪ ቁጽርኻ ዓዲ እቲ ጣብያ እቲ ሓድነት እቲ እንትንኻ ከተማኻ ኩሉ ነገር ምምላእ ፎርሚ እዚ እንታይ ይበሃል ቅጥዒ ታይ ኣዩ ቀጢዑ ከይትላምን ኣላ እቲ ሓደ ሓደ ኣሕዋተይ ኣነ ንባዕለይ ኣብዚ ምስ ኣተኹ እየ ኩሉ ነገር ዝፈልጦ ኣለኹ እምበይ ኣብ ስደት ናለኹ ብዙሕ ይፈልጠይ እና እዚ ኣዋሳኝ ብጎድንኻ መኒኦ ኩሉ ናይ ካርታ ነገር ምስ መፀት ከምኣ ኢለ ኮብ እያ ትመፅእ እዛ ዝተፅሓፈት ካርታኣ ወፂኣ እዞም ኣዋሳኝ ብጎድንኻ ልለዉ ኩሎም ኣብኣ ተፃሒፎም ዘመሰኻኸር ቦታ ከምዝኾነ ልምስክሩ ኦ ባዕልኻ ትፅሕፍ ገሚትካ ኢኻ ቅጥዒ ምላእ ማለት እዚ እዩ ልምባል ደልየ ክብራት ኣሕዋተይ እና ናይ ልማዓንቲ ድየ እዚ ይመስል ብካሊእ ቪድዮ ክሳብ ዝመፀኩም

ምትባኣኩም ኣይፈለየኒ ምትባኣክን ኣይፈለየኒ ኣሕዋተይ መዓረይ ኩልኩም ተኸታተልተይ ዝሰርሖም ቪድዮታት ብዛዕባ ናይ ምንታይ ክሰርሐልኩም ደስ ዝብለኩም ነገራት ለ ኣብ ኮመን ፃሓፉለይ ትማሊ ለቕኹ ቪድዮ ብዛዕባ ናይ ባንለ ናታ ማሽን ዋጋ ባ ናይ ብከዘስ ክንደይ ላምፅና ዝበልክናኒ ኮመንት ርእየ እየ ኣብ ዕዳጋ ከይደ ፍተን ማሽናት ዝሽወጠኦ ከይደ ቀሪፀ ከም ጸልዓን የዋግኣ እንዲያም ዝበጽሐት እና የቀንየለይ ኩልኩም ምምጻእኩም ዘይትርፈኩም ምስምዑም ዘይትርፈኩም ግን ካብ መጨረሻ ሰሚዕኩም ላይክ ኣይትረስዑ እዞም ኣሕዋተይ ላይክ ግበራለይ የቀንየለይ ባይ ባይ ስሰናይ ንዓኹም ብካሊእ ቪድዮ ክሳብ መጽእ የቀንየለይ ቻዋት